ጠቓል ቃል ባገጽ ክህርያኪ ሕጂ ኣነ ካባኹም ፈሊጠ ኣይኮንኩ ክንሽ እየ ክዛረብ
ናይ ክልቴኹም ፅቡቕ ደሊ እየ ምናልባት ፕሪቫት ክንዛረበሉ እትደልይዎ ነገራት ተሃልዩ ፕሪቫት ውን ክድውለልኩም እየ ንክልቴኹም ማለት እዩ ዋላ ስራሐይ ገዲፈ ውን ክድውለልኩም እየ ዋላ ስራሕ ኣብቂረ ኣብቲ ንዓኹም ጥዕመኩም ማለት እዩ ማሺ ማሺ ብሮ ደቂ ሰባት ኮይና ንጋገ ንቡር እዩ ደቂ ሰባት ኮይና በሎ ክንወድቕ ንቡር እዩ ተስቦ ጥራይ ኣይታይ እሞ እዚ ደኣ ኖርማል እኮ እዩ ኣጆኻ እታ ወዲ።
ብዘይፍላጥ ክትብድለካ ትኽእል እያ ብዘይፍላጥ ክትብድላ ትኽእል እኻ።
ናይ ለይዋ ክሳብ ኣብ ኣብዛ እሾኽ ዝመልኣ ምድሪ ክሳብ ዝሃለናኻ ግዴታ ኢና ክንዕንቀፍ ግዴታ ኢና ከኣ ክንጋገ ግዴታ ኢና ከኣ ክንጋራጮ።
ትኽክል።
ግን እቲ ሰላም ዝነበረ እቲ ክንድምንታይ ሰብ ፎሎው ዝገብሮ ዝነበረ ሰብ ኩሉ ሰብ ናብኡ ኣቴንሽን ዝገብር ዝነበረ ሰብ ብሓንቲ ግዜ ምጽእ ኢልካ ካት ክትገብሮ ከለኻ ግን ኣይኮነን ንርእስኻሲ ወላ ነቲ ናትካ ዝስዕበካ ሰብ ኢኻ ትሰብሮ። ትቅበኦ ኣለኻ ስላ እገለ። ጊለ ሓደይ ፈሊጠ ከማኹም ኣይኮንኩን ዝዛረብ ዘለኹ ኣነ። እቲ ንዓይ ዝስምዓኒ ማለት እዚ እቲ ዘለኹሞ ሂወት ሓሊፈዮ እየ ኣነ በቲ ዕርክነት ክሓልፍ ከለኹ ሪኤዮ እየ።
ካልእስ ይትረፍ እቲ እትደልይዎ ነገራት ብውሽጢ እቲ ንዓና ፕሪቫት ክህሉ ይኽእል እዩ ፕሪቫት ክትዛረብሉ ኢኹም። ካብዚኣ ግን ምሽ ብሎክ ተባሃህልኩም ገለመታት ከንብቦ ጸኒሐ ይመስለኒ ኣይ ቲንክ ተፋታትሑ ብሎክ ተሃልዩ ብብሎክ ወላሓንቲ ለውጢ ኣይመጽእን እዩ ከምቲ ዝነበርኩሞ ከኣ ሰሓቁ ተጻወቱ ካብ ነብሰይ ጀሚርና ከኣ ሕጉሳት ኢና ኣነ ኣነ ንባዕለይ ማለት እዩ። ኮመንት ክዓጽወኩም ሓንቲ ግዜ ይሕዋት ምክንያቱ እዚ ዲን ኣይኖ ተረዲኒ ዳትስ ዋይ ጽንሕ ኢለኪ ዲኒ ካብ ላይፍ ኣውጽኤ ጽዒዮ ዲኒ ኣይኖ ውርዳኒ ዲኒ ኣነ ከይገርመኪ ንዛ ቆልዓ ዘውረድክዋ እንታይ ኮይነ እየ ንዛ ቆልዓ ኢና ንሕግዝ ጸኒሕና ምሽ ርእኪ ኣኺ ሊዕሊ እታ ቆልዓ ግን ንስኹም ክልቲኦም ክኣ ክትጉድኡ ንደሊ ኢና ሂወት ከነድሕን እንደበልና ስቅ ኣን ንሕና እንድየ ድኣ ዘለና እንታይ ከምታ ቀደምኩም ሳሓቁ ተጻወቱ ኦኬ ግዴታ ኣይኮነን እቲ ኣብ ጉዕዞ ፍቅሪ ዝነበረ ኣብ መዛዘማ በጽሕ ትፋላለ ኢካ እኮ።
እንታይ ድም ኣይሽግካ ኣባ ሓወይ ሕጂ ነይ ጽቡቅ ኣለካ እንዲያ ሕጂ እቲ ሶሪ እንታይ ድዩ እቲ ጸገም መሲልካ ሕጂ እቲ ፕሮብሌም መን ከም ዘሎ ኣይርደኣናን ድዩ። ንሳ ኣባኻ ትብል ኣነ ብኣ እብል። ብርግጽ ከኣ ብዘይ ቀልዓለም ምናልባት ደፊረ ገለ ክኸውን ይኽእል እየ፣ ግና ብኣ'ዩ ዘሎ። ምኽንያቱ እንተ ብዙሕ ግዜ ንምንታይ ምስ ክስቶ ኣቲኻ፣ ንምንታይ ምስ ክስቶ ኣቲኻ፣ ንምንታይ ምስ ክስቶ ትኣቱ፣ ገለ'ያ ትብል፣ ተረዲእካኒ? ደፋር ሓንቲ ኪድ ጸገም የብልናን ኮይና ሳልሳት ክልተ ብርያ ከም ሰባ ሕጂ እዚ ፕሮብሌም ኣነ ኣይርድኣንን እዩ ኣነ ከኣ ንዘይ ደልየኒ ሰብ ካብ ምድላይ ሓሊፈ ካብ ምድላይ ምግዳፍ እዩ ዝሓይሽ። ናቱ ትርጉም ዘለዎ ኣይኮነን ኣነ ብሎክ ኣይገበርኩዋን ባይ ዘወይ ኣነ ብሎክ ኣይገበርኩዋን ንሳ ግን ብሎክ ኢላትኒ ብሎክ ድያ ኢላትኒ ዋላ ፕሪቨር ድያ ገይራቶ ኣይ ዶንኖ ገለ ገይራቶ ነይራ ዲያና ብዘይ ቀልዓለም ኣፍቂራትኒ ክትብል ትኽእል ኢኻ ኣየፍቀረትንን ከዓ ክትብል ትኽእል ኢኻ ምክንያቱ ኣብ ካልእ ዓለም ቢዝነስ እያ ዘላ ተሓቂ ማለት እንድያን ሕጅን ሕማቕ ነገር ሕማቕ ዘረባ ወይ ሕማቕ ክብላ ገለ ስለ ዝኮንኩን ግን ኣብ ካልእ ሂወት እያ ዘላ ስለዚ እሳ በቲ ዝደለቶ ህይወት እንተ መርሐት ወይ ኣነ በቲ ዘለኹዎ ህይወት እንተ ቀጸልኩሲ what is the result ዋላ ወይ ከኣ እቲ ፕሮብለምሲ ዋላ ሓንቲ ፕሮብለም ዘለዎ ኣይኮነን ዋላ ሓንቲ ብሰላማዊ መንገዲሲ ንምፍልላይሲ እሳ እያ ልዕለይ ትደልዮ ዘላ ማለት እዩ ግን ኣነ ናይ ባሓቂ ከም ዘፍቀረ ዘፍቀረስ መን ምካኑ ስሓብ ገርኩም እንተ ትሪኢዎ ኢኩም ገለ ማለት ተስተውዕልሉ ኢኩም ገለ ኣብቲ ኣዛራርባ ድዩ ዋላ ኣብቲ ገለ ድዩ ገለሲ ኣነ እሞ እንታይ እሞ ኣየነይቲ ጋል ሲኢነ እየ እሞ ካብዚ ዳሓን ባይዘወይ ግደፎ ግደፎ። ዴቨይ ኣነ ብጣዕሚ ዘኽብረኩም ኣሕዋተይ ኢኹም። ሜይቢ ንዲኑ ድሒረ ፈሊጠያ ክኾን ይኽእል እየ ብኣኻ ገይረ ጽቡቅ ነገር ምስ ክልቲኦም ከዓ ብውሽጢ ኮንታክት ኣለኒ ኩሉ ብዚ መጺና ክንዛረቡ ማለት ኣይኮነን ፕሪቫት ክንዛረበሉ ዘለና ነገራት እውን ኣሎ ብፕሪቫት ክድውለልኩም እየ ጽባሕ ኣብ ዝኾነ ሰዓት ወይ ኣብ ትጥዕመኩም ሰዓት ንኽልቴኹም ጉሩብ ክገብር እየ ብኡ ከኣ ጽቡቅ ጌርና ክንዘረብ እዚ ኣይኮነን ደቂ ሰባት ኮይናሲ መልሓስ እዛ ዕረ መልሓስና ዘለትና ደንጎላ ንደንጎላ ኩነ ንሕድሕዶ ከማ ንጋጮ። ሜይቢ ምስ ጓል ኣይተተ ጓል ቀና እያ ካብ ቅን ዝተበገሰ እኮ ከይወስዳላ ፈሪሓ ትኮን ትኽእል እያ ሕጂ ኩሉ ግዜ ብኔጌቲቭ ጥራሕ ክንትርጉሞ የብልናን ሓደ ሓደ ግዜ ኣነ ኣነ ብናተይ ኣብነት ክነግረካ ሰበይተይ ምስ ካልእ ክሪኣ ከለኹ ኣብ ኣብ ዝኾነ ቦታታት ዝቕንኣሉ ግዜ ነይሩ ብፍላይ ትጥርጥሮ ተኾንካ ነቶም ሰባት Maybe ጓል ኣንስተይቲ ኮይና ከኣ ነዛ ጓል ኣንስ ቅንኢ ከምኡ ክህልዋ ክእል ዝብል ሓሳብ ኣለኒ ኣነ ሕጂ ኩሉ ግዜ ብነገቲቭ ጥራይ ክንትርጉሞ የብልናን ኣይትኺድ ወይ ምስ ኩስታኣት ኢኻ ትብለካ ከላ ከኣ ከምዚ ምሽ ሓደ ሓደ ግዜ ፖስቲቭ ጌርና ከኣ ክንርድኦ ኣለና ንሕና ብውሽጢ ግን ዲስካስ ጌርካ እንታይ ከመይ እይ ፍሪ ኮንካ ከኣ ትዛራረብ ኣይ ጡጦ ተበለትካ ሕጂ ዴቭ ሓወይ ከምዚ ብ ኔጌቲቭ ጥራይ ኣይትተርጉሞ ፕሊስ እስፔሻሊ ግን ዳሓን ወጽያ ኣላ። ዴቭ ሓወይ ን ዋላ ትውጻእ እሞ ዳሓን ጸገም ዘለዎ ኣይኮነን ትውጻእ ጡጦ ዋላ ሓንቲ ዝብዝሕ ጉዳይ ኣይኮነን ጸገም ዘለዎ ኣይኮነን ሕጂ እንታይ መሲልካ ኣባ ሓወይ እቲ ሓቂ ክነግረካ ማለት እዩ ኣነሲ ማዕሮ ዱጀይ ጌራ ማዕሮ እሳ ምስ ድላያ ክትኣቱ ንሳ ምስ ድላያ ክትጻወት እሳ ምስ ክሳይ በቃ ናተይ ክብረታትሲ ተዓጊተ ንምንታይ ኣነ ባርያ ክከውን ቆይ ዝብል ሓሳብ ሓሲበ ከዲ ኣነ ምስ ነብሰይ ገለ ተዛራሪበሲ ንምንታይ ኣነሲ ንምንታይ እየ ባርያ ዝከውን ስለምንታይ ኣብ ትሕቲ ሰብ እቲ ኣነ ባይ ዘ ወይ ኣብ ልዕለይ ገለ ከም ድላዩ ሸሸ ዝብል ሰብ ኣይፈቱን እየ ንመጀመርታ ግዜ ግን ብፍቅሪ ስለ ዝተማረኩ ንዓኣ ኣፍቂደላ ማለት እዩ ንመጀመርታ ግዜ ወላዲተይ ይብለካ ኣለኩ ቅድሚ ኣምላክ። ምሸት ኣዘላይ ተውግሓለይ ስለ ዘፍቅራ ስለ ዝፈትዋ ኣነ ፈትየያ ኣፍቂረያ እምበር ምሳይ መናብርቲ ክትከውን ሓርየያ እምበር ኣነ ናታ ባርያ ኮይነ ክነብር ኣይደለክዋን እሳ ኣብ ካልእ ቢዝነስ እያ ዘላ ባይዘወይ እቲ ሓቂ ማለት እዩ ኣባ ሓወይ ክነግረካ ማለት እዩ ኣብ ካልእ ቢዝነስ ኣብ ካልእ ሓሳብ ኣብ ካልእ ናይ ገንዘብ ምእራይ ታይ ዝበሃላት እያ ዘላ ዋላ ከምዚ ሕማቅ ገለ ክዛረብ ስለ ዘይደሊ እየ እምበር ኣነ ሕማቅ ባይዘወይ ሕማቅ ወይ ብጣዕሚ ምስጢራዊ ሕማቅ ገለ ክዛረብ ኣይደልን እየ ከምዚ ሕማቅ ናይ ሰብ ገለ ክዛረብ ኣይደልን እየ እምበር ብዙሕ ነገር ዝበለ ኩሉኳ ግን ኣየድልየንን እዩ ኣየድልየንን እዩ ትክክል ኣየድልየንን እዩ ስለዚ ከምዝበልካዮ ደሓን በሽቱ ገለ ደውል ደሓን ጸገም የለን ብጉሩብ ጌርካ ድዩ ብጉሩብ ጌርካ ድዩ ገለ ምንታት ደውል ደሓን ጸገም ዘለዎ ኣይኮነን ክንረዳዳእ ኢና ደቃ ዴቭ ኣነ ብውሽም ከምዚ ድብለልኩም። ዝበሃለኒ ግን ኣነ ኣባ ሓወይ ኣብ ዘይፈልጦ ጣጣ ኣብ ዘይፈልጦ ሽግር ኣብ ዘይፈልጦ ሞሲባ ኣብ ዘይፈልጦ መከራ ይኣቱ ከም ዘለኹ እዩ ዝርድኣኒ ዘሎ ምኽንያቱ ብዙሕ ጸገማት ብዙሕ ሽግራት ብዙሕ ታይ ዝበሃላት ገዲፈ ኣነ ነቲ ኩሉ ነገራት ገዲፈ ንኹሉ ተጻዊረ ገለ ክኸይድ ገለ ስለ ዝፈተንኩ እየ ኣብ መወዳእትኡ እዚ ኮይነ ዓስበይ ገንጸ ከም ዘለዎ ኣይኮነን ኖርማል እዩ ደሓር ከኣ ኣነ ናይ ገዛእ ንስ ናይ ገዛእ ነብሰይ ሓላፊ እምበር ካልእ ሓላፊ ከጥርየላ ንነብሰይ ፍቓደኛ ኣይኮንኩን ስለ ዘፍቀርኩ እምበር ፍቓደኛ እውን ኣይነበርኩን።
ዲና ሓፍተይ መፅያ ኣላ ዲኒየ ብውሽጢ ሕጂ ክንራከብ። እኔ ኣባ ሓዊ ሓንሳብ ን ዴቭ ክዛረቦ ደልየ ኣለኩ ን። ኦኬ ግን ኖርማል ኮይና ንረዳዳእ ዲና ሓፍተይ ፕሊስ
በጃኩም
ወላዲትኪ ትፈትውያ ኢኪ ወላዲይ ትፈትዋ እዩ ኣነ ውን ወላዲት እየ ወሊደ ስለ ዘለኩ ውን ነታ ውላደይ ይፈትዋ እየ ሶ ኖርማል ኮይና ንረዳዳእ ዋላ ፍቅሪ ተዘይቀፀለ እቲ ሰላማዊ ሕውነታዊ ጉዕዞ ግን ይቅፅል። ኖርማል ኮይና ንራዳዳእ እቲ ዘሎ ሽግር ምናልባት ፕሪቫት ከም ዘብለኩም ዝጸናሕኩ ብዙሕ ነገራት ኣሎ ኣይኮነን ኣብ ማስሜድያስ ንስድራና ዘይንነግሮም ውን ኣሎ ይዕሮ ኮንካ ኣነ ትሽዓተ ዓመት ምስ ሰበይተይ ክከይድ ከለኩ ብዕርክነት ጥራይ ንስድራና ብዙሕ ንሓብኣሎም ኔሩ እዩ ዘየለ መመክኔታ ጌርና ንከደሉ ኔሩ እዩ እዚ ብውሽጢ ጽቡቅ ጌርና ጉሩብ ጌርና ክንዛረበሉ ኢና ጽባሕ ዋላ ንዓኹም ክብል ኣነ ስራሐይ ካንስል ክገብሮ ይሓየም መይለ ድየ ዋላ ገለ መለ ዲሕሪ ክላስ ክትረኽቡኒ ማንቲ ለይቲ ስለ ዝኾነ ናተይ ስራሕ ማለት እዩ ሕጂ ግን ኦኬ ኖርማል ኮንኩም ተዛረቡ ዲኒየ
ደሃን ኣባ ሓወይ ኣነ እንደ ከምዚ ትክክል ጌጌ ተረዲኡኒ ኣንዲ ጌገኛ ይቕሬታ እዩ ከዓ ንኩሉ ነገር ዘዛዝሞ ንዳዊት ይቕሬታ ክብሎ ይደሊ ሱሃ ይቕሬተይ ክቕበሎ ይደሊ ዳዊት ዝኾነ ነገር በድለካ እንድሕር ኮይነ ይቕሬታ ኣንታይ እዚ መሲልኪ ድዩ ንዓይ ናይ ንዓይ ዋላ ሓንቲ

ዘጉርሕ ዝተሓወሶ ፍቅሪ ኮይኑ ምምሻሉ ኣነ ናይ ረብሓ ሰብ ኣይኮንኩን ናይ ረብሓ ኔረ ተዝኸውን ካብ ዝመጽእ ክንደይ ኮይኑ ኣሎ ኣብ ረብሓ ገለ ምበልኩ ኔረ ግን ከምኡ ኣይኮንኩን ኣነ ኣነ ብጻዕዳ ኢደይ ገዲፈ ብጸሊም ኢደይ ዝሰርሕ ሰብ ኣየ ድሓር። ብዙሕ ሽግራት ከም ዝሓለፍኩ ብዙሕ ጸገማት ከም ዝሓለፍኩ ኣነ ንዓኺ ይዕለኪ ይዛረበኪ ኔረ እስኺ ግን ብዛዕባኺ ኣነ ግን ቅንጣብ ውን ትኹን ኣይፈልጥን እየ ኣነ ዲያና ኣማኒኤል ከም ትብሃሊ ጥራሕ እየ ዝፈልጥ ኣነ ከምዛ ንሰብ ሰብ ዝፈልጠኪ ዘሎ እዚ ኣርባዕተ ሽሕ ሰብ ዝፈልጠኪ ዘሎ ከምኣ ጥራይ ኣነ ዲያና ኣማኒኤል ምዃንኪ ዝፈልጠኪ እምበር እቲ ካልእ ናተይ ውሽጠይ ውሻጠይ ኩሉ ነገር ትፈልጢ ንስኺ እምበር ኣነ ብዛዕባኺ እዚኣ ዝፈልጣ ኣለኒ ኣይብላን እየ። ሓንቲ ዝፈልጣ ናትኪ ፅቡቅ ምቅርራብ ኣለኪ ፅቡቅ ሪስፔክት ኣለኪ ፅቡቅ ታይ ዝባሃል ኣለኪ ኩሉ ነገር ማለት እዩ ካልእ ግን ብጣዕሚ ባህርያትኪ ተሓውሰኒ እዩ ድያና ኢለ ክፈልየክስ ኣይክእልን ሓቂ ተረኽ ብዘይ ቅጥዓ ዓለም ማለት እዩ ወላዲተይ እየ ክብለኪ ቅድሚ ኣምላክ ምክንያቱ I don't know ካብ ምንታይ እዩ ዲያና ብጣዕሚ ኢኺ ነብስኺ ማለት እዩ ብላዕሊ ኣልዒልኪ ክትሪኢ መዓት ኢኺ ከምዚ ኣነ መን ከማይ ክትብሊ መዓት ኢኺ ኣነ ከኣ ካብ መጀመርትኡ ይነግረኪ ኔረ ኣነ መን ከማይ ዝብል ሰብ ብጣዕሚ እየ ዝጸልእ እቲ ሰብ ዝንዕቕ ሰብ ብጣዕሚ እየ ዝንዕቖ ገለ ይብለኪ ኔረ። ማንም ሰብ ኣይንዕቕን እየ ንዝኾነ ሰብ እየ ዘኽብር ግን እቲ ኣነ መን ከማይ ዝብል ኣነሲ ከማይስ መን ዝብል ሰብ ከይዕቕ ማዓት እየ ዝብለኪ ነይረ ተዲኽኒ ስለዚ ኣይ ዶንት ኖው ህውኽቲ ኢኺ ንኹሉ ነገር ህውኽቲ ኢኺ እስቲል ክሳብ ሕጂ የፍቅረኪ እየ። ደቂ ላዕሊ መፍቅረኪ እየ ኣብዚ ፋሚሊ ገለ ይርኣዩ ገለ ይርኣዩ ዋላ ተቆርፅዮም ምፃዮም ገለ ምፃዮም ጉዳይ ኣይኮነን መፍቅረኪ እየ ግን ብሓይሊ ሰበይተይ ክትኮኒ ወይ ከዓ ናይ ዘለኣለም መናብርተይ ክትኮኒ ኣይትኽእልን ኢኺ ብሓርቃ ናትኪ ባርያ ኮይነ ክነብር ኣይደልን እየ ናይ ገዛእ ርእተይ ናፅነት ክህልወኒ ክኽእል ኣለዎ። ምኽንያቱ እስኺ ዘኾርየክን ዘቆጠዐክን ዘሎ ምኽንያት ንምንታይ ምስ ዮርዳ ትኣቱ እዩ እስኺ ትገብርዮ ነገር ከኣ ብዕጽፊ ዓጸፌታ ዝለዓለ ነገር ማለት እዩ እቲ ሓቂ ዋላ ማንም ሰብ ዝፈርዶ ማለት እዩ እቲ ሓቂ ማለት እዩ ስለዚ ኣፍቂረኪ እምበር ባርያ ክኾነኪ ኣይበልኩኽን ኣነ ባይዘወይ ድላይኪ ክትውስኒ ንዓኺ ይምልከት።

ወዲ ተባዕታይ ኣብ ጭንቀት ክኣቱ ከሎ ንገብሮን ንዛረቦን ኣይንፈልጥን ኢና ካብ ንሰይ ጀሚርካ ጓል ኣንስተይቲ ከኣ ብጣዕሚ እያ ቀናእ ዲኑ ምስ ዝተፈላለየ ኣዋልድ ክኣቱ ከሎ ዴቭ ሰሓቂ እዩ ከምዚ ንፈልጦ ኩላትና መዓረይ ሽኮረይ ገለ ገለ ዋትኤቨር ክብል ይኽእል እዩ እንታይ ትኸውን ጓል ኣንስተይቲ ኢኺ ይርድኣኒ እዩ ከም ዝከደ ቅንኣት ዝስማዓኪ እዚ ከ ምንታይ ብጣዕሚ ስለ ትፈትውዮ ተፍቅርዮን እዩ ዴቭ ከኣ ልክዕ ክትዓጽውዮ ከለኪ ኣነ ኣነ ብነብሰይ ጽባሕ ጽቡቅ ጌረ ክዕልወኩም እየ ድሓን ካልእ ብውሽጥና ክልቴኩም ጓል ኣንስ እታ ናተይ ትብላ ቴለፎን ክትዓጽወካ ከላ ወይ በቲ ትረክባ ዝነበርካ ክትዓጽወካ ከላ እቲ ናይ መወዳእታ ጸልማት ዓለም ንበጽሕ ዘለና ኮይኑ ይስምዓኒ ኣወዳት እሞ ከኣ ኣብ ሂወትካ ዘንገስካያ ጓል ኣንስተይቲ ምሽ ሐራይ ተባሂልካ ከማን ሂወት ጀሚርካ ወላ ትፈትዋ ከለኻ ሕቶ ፍቅርካ የቅረብካላ ሃንደበት ተዓጽያትካ እንታይ ዓይነት ስሚዕት እንታይ ዓይነት ጭንቀት እዩ ዝሕዘና ዲኑ። ዴቭ ሓወይ ከኣ እቲ ከምዚ ናይ ረብሓ ገለመታት ኣነ ከምዚ ከምዚ ክብል ኣይክእልን እየ ኣትና ክነግረካ ኣባ ሓወይ ማለት ሶሪ ኣብ መንጎ ምናልባት ከልፈካ ክኸውን ይኽእል እየ ዲኑ ግን ጎራሕ ኣፍቃሪት እያ ዝገርመካ ነገር ማለት እዩ ጎራሕ ብጣዕሚ እያ ጎራሕ ብጣዕሚ እያ ሓያል ገለ ኣብ መጻወድያ ናታ ስለ ዘእተወትኒ ዋላ ከም ተራኸብና ዘርኣየቶም ስእልስ ንሳ ባዕላ እያ ተራኺብና ከሎና ብናተይ ቴለፎን ንኽስእላ ውን ፍቓደኛ ዘይኮነት ንሳ ባዕላ እያ ብናታ ቴለፎን ጥራይ ከም ዝሰኣለትኒ ማራ እያ ጎራሕ ባይ ዘ ዌይ ብጣዕሚ እያ ሓያል ስማርት እያ ኣነ ግን ማዕረ ክንድኡ ሓያል ሰብ ኣይነበርኩን ኣይሓሰብኩዎን። ማዕረ ክንድዚ ክበጽሕ ገደስ ኣይሓሰብኩዎን ኔረ ደሓር ኣነ ንኹሉ ነገር ይገድፎ ደቂቅ ኣበራት ከምዚ ናይ ኣብርሃም ኣፈወርቂ ምሽ ኣለካ ንደቂቅ ኣበራት በቃ ንደቂቅ ኣበራት በቃ ብጣዕሚ ደቀቅቲ ክኾርዩ ዘይክእሉ ነገራት ክሳብ ማዓሮ ስም ተጋጊኻ ንኣብነት ለተብርሃን ክትብል ጸጋ ክትብል ትክእል ማዕረ ክንድኡ በቃ ራቂቃ ገለ ናተይ ኣበራት ክትጽብጽቦምን ክትሓስቦምን ኮላ ከተንጸርጽርን ክትበክን ኮላ ክትነብሕን ኮላ ኣነ ባይ ዘ ወይ ብሰንከይ ክትብል ኮላ ባይ ዘ ወይ ሓደ ሓደ ሰባት ኣለዉ ካልእ ሽግራት ዘንብዖም ዘብክዮም ኮሎ በቲ ናትካ ተመሲሉ ብካልእ ብኡ ዝነብዑን ዝበኽዩን ሰባት ኣለዉ ስለዚ ናይ ዲኒ ነገር ኣነ ግድን ዝኾነኒ እቲ ማለት እንዳፍቀረትንስ ብዙሕ ግዜ እያ ፈቲናትኒ ባይዘወይ ኣነ ብዙሕ ብዙሕ ብዙሕ ብዙሕ ብዙሕ ግዜ እያ ብዙሕ ግዜ ዋላ ውን ኩሉ ነገር ደሓን ምስጢራዊት እያ ባይ ዘ ዌይ ምስጢራዊት ኣፍቃሪት ማራ ጎርሓን ኣፍቃሪትን ኣነ እንድዒ ከምዚ ዓይነት ኣነ ስለ ዘፍቀርክዋ እየ እምበር ካልእ ውን ጓል ስኢነ ኣይኮንኩ ወይ ካልእ ነከለ ደልየ ኣይኮንኩ ገለ ኣይኮንኩ ዝኾነ ነገር ኣይኮንኩን ግን ዋላ ካብ መጀመርትኡ ኣበጋግስኡሲ ይብላ ነይረ እየ ፍቅሪ እኮ ኣለዋ ግን ጎራሕ ኮይና እሱይ ሕጂ እቲ ፀገም ፀገም እሱይ እዩ ኣነ ብሎክ ኣይበልክዋን ባይ ዘ ወይ ብሎክ ኣይበልክዋን ዴቭ ሓወይ ጎራሕ ምኳና ኣይትፅላኣዮ ካብ ንሰይ ኣነ ክመክረካ።
እንታይ ድዩ እሞ? ዓሰርተ ዓመት ኣብ ስደት ጌረ ኣለኹ ኣነ ኣብዚ። ኦኬ።
ዓሰርተ ዓመት ኣብ ስደት ምግባረይ ግን ሃሲኒ እምበር ኣይጠቐመንን። ሰበይተይ ምስ ወጸት ግን በቲ ጎራሕ ምዃና በቲ በላሕ ምዃና እንታይ ጌራትካ? ንኹሉ ነገራተይ መንገደይ ኣስተኻኺላ ኣምሰገ እንታይ እሞ ኣቦታትና ሓደ ሓደ ግዜ ምስሉ እየመ ተራር ሰበይቲ ወይ ብርትዕቲ ሰበይትስ ንሰብኣያ ትልውጠ ወይ ከምዚ ለባም ጎራሕ ሰበይቲ ኣንሕና እንድሕር ፈቲና ከምዚ ጥራይ ኢና ንፈልጥ ነቲ ዘለና ክነውጽእ ወይ ክንሕጉስ ነቲ ሰብ ወይ ዝኾነ ነገር whatever ሰበይትኻ ተራር ወይ ጎራሕ እንድሕር ኮይና ግን ትቕይረልና እያ። ኦኬ ሓንቲ በቃ ሕተታ እስከ ካባይሲ ክትፍለ ትደሊ ክትፍለስ ወሲና ድያስ ዋላ ኣይወሰነትን እዚኣ እሞ። ብውሽጢ ኣይምሓሸን ዓይ ኣይትደልን እያ በዚ ዘንበብኩ ኣነ ክሓተልካ እየ እታ ሕቶ ግን ግን ብውሽጢ እንተትኾነልና ዝበለጸ ንዓይ ከም ኣብየል ክትምልሳ ፍቃደኛ ተኾይና ግን ዲና ሓብተይ። ዲኑ ኣለኺ? ኣቢየ ኣለኹ። ከምዚ ትሓስብ ነበር ትግርኛ ኣብ ሓንቲ ዘረባ ዕንክሊል ናይ ዝበልና ትርጉም ትበሃል የብሉን። ትኽክል በዲለየ በደለይ ተረዲና ንዳዊት እቕሬ ተሓቲቱ እየ ካብ ዝዓብድ ነገር ከዓ የለን።
መዓስ ኢኺ ይቕረታ ሓቲትክኒ? ሕጂ ይሓተካ ኣለኹ ዳዊት በዲለካ እንድሕር ኮይነ ይቕሬታ ግበረለይ። ይቕሬታ። ኣንተ ናህክ በደል ደኣ ኣይናይ ቆፂርና ኢና መይናይ ክንገድፉ ከ ማለት ከምዚ ምስ ኣሎ ቆልዓ ቆልዓ ዲያና ክነግረክ ደ ብግልፂ ማለት ከምዚ ናይ ቆልዓ ባህሪ እዩ ዘለኪ ብጣዕሚ ማለት ናይ ቆልዓ ባህሪ ቆልዓተይ ባሽኮት ይብለካ እሞ ሽዑ መንሽኻ ባሽኮት ምስ ሃብካ ሊካ ሊካ ይብለካ ከምኡ ዓይነት ባህሪ እዩ ዘለካ ኣይደነው ምክንያቱ እዚ ብድያ ብሞሽም ኢኪ ትቀንኢ ዘለኪ ብዮርዳ ዶ ብገለ ዶ ብሰገን ዶ ብገለ ዲኪ ትቀንኢ ዘለኪ ስለዚስ ናተይ ከም ሰብኣውነት ናተይሲ ዳርጋ ተጋሂሱ ኢዩ ኣነ ብቅንዕና ክነግረኪ ማለት ኢዩ ዘይ ዘይሕባእ ሓቂ ይቅረታ ዋላ ሓንቲ ይቅረታ ካብ ልቢ ዘይነቀለ ይቅረታ ዋላ ሓንቲ ንዓይ ዋላ ሓንቲ ኣይገብረለይን እንድዩ። ኣንዓይ ከኣ ካብ ልበይ ዳዊት ካብ ልበይ ይቕሬታ ሓተካ ኣለኹ ሕጂ ዘረባ ናይ ኣብ መንጎኻ ኣትወኩም ጽባሕ ሰዓት ክንደይ ንራኸብ ባእ ግዜ ፍሎይለይ ኣቢ ሓሳብ ናይ ናይ ናይ ኣቢ ወላ ሓንቲ ዘዛራርብ ነገር የብልናን ካብ እቕሬታ ዝዓቢ የለን ንእቕሬታ ሓቶ ኣለኹነ ኦኬ ነቲ ምፍልላይ ተተቐበልኪ ዲኺ ተቐበልክየን እቲ ሓንቲ ሓጻር ሓጻር በቃ ኮለል ዘይብሉ ከመይ ከረድኣካ ኢለ ከመይ ከብለካ ኢየ ዘይኮነሲ ነቲ ምፍልላይሲ ተቀቢልካዮ እንዳ እንዳ ተፋቀርናስ ንፋላለ ዝበልክዮሲ ንዑ ተቀቢልክዮ ዲክስ ኣይተቀበልክዮን እስከ ሓጻር። ዳዊት ብዛዕባ እዚ ርእሲ እዚ ዝኾነ ዘረባ ክዛረብ ኣይደልን እየ። ሪኢኻዮ ዶ ጎራሕ ኣፍቃሪት ምዃና? ጉርሒ ወይም ኮነ ጉዴቤ ኣብዚ ኣርባዕተ ሽሕን ገለን ሰባት ንዓይ ሰሚዖምለይ ወሪኦምለይ እስከ እዮም ገብሩለይ ኣንታ ዋላ ሚልዮን ይኹኑ ናይ ሰባት እንደግደፍዮ ናተይን ናትክን እንዶ ንግበር ንስኺ ንምፍልላይ ቢቢ ተተቐቢልክዮ ዲኺ ኣይተቐበልክዮን ኣብዚኣ እስከ ርገጺ።
ትሪኢ ተጋግየ ንስ ንሓደ ሰብሲ ብተግባር ዘርእየካ ሓቀይ
ብተግባር ሕራይ ዲያና እንታይ ኢኺ ርኢኽኒ እቲ ምፍላይ ይደልዩ ድዩ ኣይደልዩንስ ብተግባር እያ ርእየካ ናኻ ኦኬ ብሎክ ስለ ዝበልክንስ ደ- ተቐቢልክዮ ኢኺ ማለት እዩ
ብሎክ እሞ ኣይከውንን እዩ መን ኣንገፋዕዶ ኣታ ኣብዚኣ እንዶ ደሓን ኮለል እንደ ንበል ኣብዚኣ እንዶ ነስምራ እቲ ምፍልላይ ሽቶ ተቐቢልኪ ድኺ ተቐበልኪ ብተግባር ዘርኣኽኒ ኸኣ እቲ ብሎክ ድዩ
ዴቨይ እቲ ብሎክ ከምዚ ስሜታተይ ምቁፅፃር ስለ ዝሰኣንኩ ሓሪቐ ወሲኑ እየ እምበር ደስ ኢልኒ ይኮነን ክመልሶ እየ ይቕሬታኻ ኢልኪ ኮለል ኣይትበሊ እንታይ የሕሪቕኪ ንዓኸስ ክሕረስ እንታይ የሕሪቅኪ ኣነ ንዮርዳስይ በንጻሩ ከማንስይ ኣፍቃሪት ኣለትኒ ዲያናይ ኣፍቃሪተይ እያ ኢለያ እንታይ እዩ እዚ ንዓኺ ዘሕቅረቅኪ ዘሎ እስከ ብዚኣ እስከ ተዛራርብት ዘሕርቀኪ ዘሎ ንዓኺ ንዓኺ ዘኾርየኪ ዘሎ ምኽንያት እንታይ እዩ ብምሉኡ ድስኩ ትገብርዮ ኣነ ናትኪ ጸገማት ወይ ናትኪ ሽግራትሲ ከይጸብጸብኩ እየ ኣነ ከም ዘለኺ እየ ተቐቢለኪ ስለምንታይ ኢኺ ከም ዘለኺ ወልኪ ትቕበልኒ ወይስ ብኻልእ ነገር ስለ ትጥመተኒ ነበርኪ ዲያና ሓቂ ተዛረቢ ኣብ ካልእ ቢዝነስ ኢኺ ዘለኺ እቲ ሓቂ። ናይ ናይ ዳዊት ኣብዚ ሕጂ ሕማቅ ጽቡቅ ናይ ትዛረብ ናይቲ ብሎግ ጌርክን ትብለን ዘለካ ነጊረካ እየ ሓሪቀ ስለ ዝነበርኩ እምበር ካዕጽወካ ደስ ስለ ዝበለኒ ይኩንኩን
ሕራይ ክትፈላለየ ደሊኺ ዶስ ኣይደለኽን ሓጻር የስ ኦር ኖ
ጂኑ ንልብኻ ንምታይ ዘይትሰምዕያ። ኣነ ንዮርዳሲ ኣቢ ክነግረካ ማለት እዩ ንዮርዳሲ ዮርዳ ንልብዒ ትራክተር ሰሚዐካ እየ ከምዘላ ብዙሕ ግዜ ወዲ ትጻወት ሓወይ ከምዘላ ክትብሎ ተረዲኻ ከለኻ ክነግረካ ከምኡ ጥራሕ ጥራሕ ክወድኣካ ትጻወት ከምዘላ ተራስን ከምዘላ ትላገጽ ከምዘላ ብሙሉኡ ኣረዲኤያ እየ ን ጂኑ ተረዲእካኒ ብሙሉኡ ኣረዲኤያ እየ ዋላ ሳውን ትፈልጥ እያ ዳሓን ባይ ዘ ወይ ከምዚ በልካዮ ብ ፕራይቨት ገለ ክነዕልልና ከመይ ከም ዝገበርና። ኣነ ኣባ ሓወይ ፕሪቫት እዚኣ ሓንቲ ሕቶ ክሓተካ ኣነ በጃኻ መልሰለይ ሓቂ ግን ትምልስ ኦኬ ከምዚ እ፣ ሓንቲ ጓል ከምዘይፍተ- ከምዘይተፍቅረካስ ትፈልጥ ኢኻ ከምዘይተፍቅረካ እንዳፈለጥካ ክንስኻ ኣብታ ንቲኣ ተፍቅራ ጓል ወይም ከዓ ኣብ መንጎ ሂወትካ ሕፍሽፍሽ ትእትወልካ እንድሕር ኮይና ሓንቲ ሰብሲ እንታይ ኢኻ ክትገብራ ዘለካ ነዚኣ ሰብ እዚኣ

እንታይ እሞ ክንብል ኢና ባይ ዘ ወይ ኣይ ዶንት ኖው ፋክት ኣ ብሮ። እንታይ ንገር መሲልኩም ዲኒ ኤንድ ዴቬ ንሰሉ ከኣ ደሓን ዕድል ክንብ ኣብ ድሕረና። ጽባሕ ሰዓት ክንድዚኣ ደውለልና እባ በሉኒ ወይ ሰዓት ክንድዚኣ ጥዕመና በሉኒ ሜይቢ ኣብቲ ናይ ስራሕ ግዜ ናተይ ተኮይኑ ኣነ ፐርሚሽን ሓቲተ ብንግሆኡ ክድውለሎም እሞ ኮፍ ክብል ተዛሪብና ብሂወተይ ክጅምረልኩም። ጌጋ ወፂኦም ክጥዕምሉ ኣይደልን እየ
ኣብዚኣ ኮልፈካ ጉዳይና ክልቴና ከይፈታሕናዮ ማንም ሰብ ክፈትሓልና ኣይክእልን እዩ ጉዳይ ከኣነ ሓደ ሰብ ኣይኮኑ ወላ ኣሽሓት ሰባት እውን ይኹኑ ክኣትዎ ኣይደልን እየ እሰውዶ ጉዳይ ከኣ ከም ሓድሽ ክንምለሶ ኣይደልን እየ

ሰላም ይኩነላ እቲ ትብህጎ ዘላ ሰላም ይኩነላ ኣነ ግን ናተይ ልይፍን ክገብር ፕሊስ ከምዚ ዓይነት ክፍኣት ከምዚ ዓይነት ተንኮል ከምዚ ዓይነት ታይ ዝብሃል ኣየድልን እዩ ኣብ ሂወት በጃኺ ማለት ሲ ኣምላኽ ሲ ኣምላኽ ኣምላኽ ናይ ዝበልካ ኣይኮነን ኣምላኽ ዝፈትዎ ስራሕ እንተሰርሕካ እዩ ጽቡቅ ተረዲካኒ ቡሬ። ኣምላኽ ዝሰርሖ ዝፈትዎ ስራሕ እንተ ስርሓካ እዩ ጽቡቅ ሕጂ ኣነ ከም ዝርድኣኒ ዳዊትስ ኣፍቂርኒ እሞ ናብ ዘብሎ የብሉን ገለ ዝብል ሓሳብ ስለ ዝገበረት እዩ እምበር ካልእ ከም ተፍቅረኒ ኣነ ርግጸኛ እየ እሱ በጺሐ እየ ጸገም ዘለዎ ኣይኮነን እሱ ከም ተፍቅረኒ ርግጸኛ እየ ግን እሳ ኣብ ካልእ ቢዝነስ ኣብ ካልእ ዓለም እያ ዘላ ብሮ ሚእቲ ፐርሰንት እቲ ጉዳይ ተወዲኡ ትብለካ ኣላ ረእዮ ዋላ እቲ ሓሳባ ናታ እንድዩ ረእዮ እቲ ጉዳይ ተወዲኡ ትብለካ ኣላ ጉዳይ እካ ካልእ ሰብ ክኣትዎ ኣይደልን እየ ትብለካ ኣላ ካብዚ ንላዕሊ እንታይ ክትብለካ ደሊካ እዛ ሰብ እዚኣ ኣባ ሓወይ ክረክበካ ኣይደልን እየ ብ ፕሪቬትሲ ምስ ሰብ እዚ ክዕልል ኣይደልን እየ እኮ ትብለካ ኣላ ስለዚ እሳ ግን ክሳራታት ናይዚ ሰብ ወይ ክሳራ ናይዚ ሰብ ክንደይ ካብ ክንደይ ነገራት ኣድሒናያ ክንሰ ኣነ ተገምጢለ ግዳይ ክከውን ከለኩ ግን ፋክ ዳት ብሮ ን ኖርማል ቀሊል ኣይኮነን። ሕጂ ግን ጉዳይ ተወዲኡ
ማለት ንዳዊት ትሓቱ ዶ ኣለኹም
ኦኬ
ኣለኻ ዶ ዳዊት
ሓንቲ ክዛረብ እንድየ ጸኒሐ ኣለኹዎ።
ኦኬ ሕጂ ካባይ ድልዮ ዘሎ ነገር እንታይ እዩ? ካባኺ ካባኺ ዝድለ ዘሎ ምፍልላይ ደሊኽዮ ዶስ ኣይደለኽዮን የስ ኦር ኖት። እዚ ግደፎ እስኻ ካባይ ትደልዮ ዘለኻ ነገር ሲ እንታይ እዩ? ካባኺ ዝደልዮ ዘለኹ? ኣነ ካባኺ ዋላ ሓንቲ ኣይደልን'የ። በቃ እሞ ኣብዚኣ መጺና ኒናይ ንበላ እታ ዳዊት ናይዛ ሓፍትና ሓገድና ዘላ ናታ ንግበር።

እቲ ዝገርመኪ ነገር ማለት እዩ ኣነ ብዙሕ እንድየ ተዓዚበኪ ብዙሕ እየ ዘስተብህለልኪ ተረዲእኽኒ ብዙሕ ምናልባት ንዓይ ሕጂ ብካልእ ነገር ቀሪብክኒ ክትኮኒ ትኽእሊ ኢኺ ኣነ ኣይፈልጥን እየ ኣነ ከምዚ ሰብ ዝጎድኣኒ ኣይመስለንን ነይሩ መጀመርያ ዳዊት እዚ ላይፍ እዩ ኣንቲ ላይፍ ይኹን ቲክቶክ ይኹን ዋላ ፌስቡክ ይኹን ጉዳይ ኣይኮነን ኣብዚ ኮይና ተላሊና ኮማልት
ኮማልት ኣይኮንኩን ዳዊት ኣይትሕረቅ ኣሁማት የኩንኩን ኣነ ንስኻ ዲኑ ኤንድ ዴቭ ሕጂ እቲ ዘረባ ምእንቲ ክንሕፅሮ ክንሕፅሮ ክሓተኩም ንክልቲኹም ሓንቲ ሓንቲ ዓይነት ሕቶ ክሓተኩም ማሺ ማሺ ብሮ ሕተት ሪል ኮንኩም ከዓ መልሱለይ እቲ ዲስካስ ክትገብርዎ ዘለኩም ዲስካስ ክትገብርዎ ድድሕሩ ሕጂ ግን እታ ዝሓተኩም ተኺልኩም መልሱለይ ፕሊስ ዴቭ ሓወይ ክትከስራ ትደሊ ዶ ን ዲኖ ኣይትደልን ኣነ ይደልን እዩ ንሳ ግን ባዕላ ክሰርሕ ኣይደልን እዩ ትብል በቃ ኖ ደሓን ኣይደልን ኢልካኒ ኣለኻ ንስኻ ዲኖ ሓፍተይ ሕጂ ብቅንዕና እየ ክ- ካባኺ ዝጽበያ ምክንያቱ ኩሉ ነገራትኪ ስለ ዝተዓዘብክዎ ንዴቭ ክትከስርዮ ትደልይ ኣይትደልይን እወ ወይ ኖኖ ኣያ መልሲ። ኣባ ሓወይ ንዴቭ ክርሰው ክትከስርይ ኣይትደልይን ኢኺ ሶ ኣነ ኣዳ ተስዋይ እየ ዝብለኩም ዘለኹ ሕጂ ልቢ ናይ ክልቴኹም ኣንቢበ እየ ብስርዓት ጽቡቅ ጌረ ተዓዚበኩም እየ ሕጂ ኮንኩኒ ዴቭ ቅድሚ ሰገን ምእታዋ ቅድሚ ላይፍ ምኽፋተይ ናይዛ ቆልዓ ይከታተሎ ነይረ እስቲል ንዓኺ ውን እከታተለኪ ነይረ ኣይ ክትከሳሰሩ ኣይትደልዩ ነው ኣነ ከኣኒ ብውሽጢ ክረኽበኩም ዝበልኩኹም ንዓኹም ከታዓርቕ ወይ ንዓኹም ከራኽብ ኣይኮንኩን በቲ ናተይ ኣብነት ገይረ ክበኩም እየ እቲ ዝሓለፍኩዎ ትሽዓተ ዓመት ኣብ ዕርክነት ከለኹ መስገላ እንታይ ዝበሃል መሰናኽል ካብኡ ግን ብዙሕ ነገር ከም ትመሃሩ ፈሊጠ እየ ኣነ ከምኡ ኢለኩም ካብኡ እንድሓር ግን ገዲፈኩም ኣብታ ጎረቤት ክወጽእ ኣነ ምክንያቱ ከም ትተዓረቁ ልዕሊ እዚ ዘለኩም ፍቅሪ ፍቅሪ ከም ትድርቡ ርግጸኛ ስለ ዝኮንኩ እየ so እንተ ተፋተኩም ንውሽጥኩም ንልብኩም ኣይተታልልዎ please ጽባሕ ክልቴኩም ብሓደ ኣብ ላይፍ ኣትኩም ክርእየኩም እደሊ ኣለኩ ኣነን ብሽም እዞም ኣርባዕተ ሽሕን ሸውዓተ ሚእትን ሰባት
ደቂ ሰባት ኮይንና ክንዕንቀፍ ኢና ክንወድቕ ኢና ግን ተወሓሒጥና። ክነግረካ ኣባ ሓወይ ናይ ትርር ዝበለ እቲ ሓቂ ማለት እዩ እቲ ሓቂ እቲ ሓቂ እቲ ሓቂ እንታይ መሲልካ ሕጂ ድያና ኣነ ናተይ እንድየ ዝፈልጥ ኣነ ከም ዘፍቀርክዋ ስለ ዘፍቅራ ስለ ዝደልያ ስለ ንዘላኣለም ዝደልያ ገለ እንድየ ሕጂ ንሳ ግን እንታይ ኣለዋ መሲልካ ሕኩማ እዩ በቃ ባይዘወይ ሕኩማ እዩ ኣነ ተዋርደኒ ትጸርፈኒ ተብለኒ ድላያ ትብለኒ ገለ ስቕ ይበል ይጽመሞ ገለ ይጻወሮ ገለ ሰባት ግን ልዕሊ ዓቐን እንድሕር ተኸቢርካዮም ገለ በቃ ከምዚ ንሻለካ ኦፍ እዮም ዝከዱ በቃ ኡፍ ተዓዚበያ እያ ባይ ዘ ወይ ተዓዚበያ እያ ዋላ ሓንቲ ንፋለጥ ኢና ጽቡቅ ጌርና ሕጂ ክዛረበሉ ዝደሊ ዴቭ ሓወይ ሶሪ ኣብ መንጎ ክኣትወካ እየ ኣነ ነዚ ትብሎ ዘለካ ንክነግረካ እየ ኣነ ብውሽጢ ክረክበኩም ዝብለካ ዘለኩ ምክንያቱ ንኣደ ጓለይ ኣብዚ መጽየ ሕጂ እዝን እዝን እዝን እዝን እዝን ክብለኩም ኣይትጽበየንን ትከውን ወይ ን ዲኑ ከምኡ ክብላ ኣይትጽበየንን ትኾን። ኣቢ ኣቢ ኣቢ እንተ ስለ ዝኮንካ ኣብዚ መጺካ ናትካ ናይ ሰበይትካ ክንደይ ትዛረብ ዘለካ።
ጽቡቅ ሕጂ ኣነ ሰበይተይንን ንስክን ዴቭን ሓደ ኣይኮንኩምን ኣነ እቲ ኪዳናዊ ሂወት ኣትየዮ እየ። ኣይኮነን ፍቅሪ እንድሕር ኮይኑ ፍቅሪ እዩ።

ኣታ ስምዓኒ ኣንኾም ማለተይ ከምዚ ንስኻ ብመጺኻ ሕማቕን ጽቡቕን ትዛረብ ዘለኻሲ ብኣፈይ ዝሓዘኒ ሰብ የለን ኣነ ክዛረብ ይኽእል ኔረ። እዋ ኣነ ሕማቕን ጽቡቕን ተዛሪበ? እዋ ካብ ዓንኮይ ምኒን ዝብል ዘሎ መን ድዩ ኣነ ድየ? እቲ ሕማቕ ዝተዛረብክዎስ እስከ ተዛረቢ።
ዳዊት በጃኻ ከምዚ ሰብ ብኣና ኣይትዓዘብ። ከምዚ ዋላ ናብታ ኣርኣያ ቀዳመይቲ ዝበልኩኹም መጺኹም ሕጂ እቲ ኔጌቲቭ ምትርጓም ዝበልኩዋ ናብኣ መጺና ሶ ዴቭ ሓወይ ብውሽጢ ንቐጽላ እዚኣ ደሓን ጽባሕ ንዛረበላ ሰዓት ፍለዩለይ ንዓይ ምእንቲ ኣነ እቲ ናይ ስራሕ ሰዓታተይ ዲኑ ሰብ ኣይደልን እየ ትበሊ ኣነ ንዓኹም ኣይኮንኩ ከራኽብ እቲ ክብለኩም ዘለኒ እቲ ካባይ ክትወስድዎ ትደልዩ ጥራይ እየ ክህበኩም ካብኡ ግን ሂወትኩም ክልቲኹም ባዕልኹም ክትፈትሕዎ ባዕልኹም ክትረዳድእሉ ንዓይ ፍለዩለይ ግዜ ጽባሕ ናትኪ ድሕሪ ክላስ ድዩ ናይ ዴቭ ድሕሪ ትምህርቲ እቲ ድሕሪ ስራሕ ድዩ ዴቭ ሓወይ ፕሊስ ሕጂ ንዓይ ኣይኮንኩም ትርእዩ ንዞም ኣርባዕተ ሽሕን ገለን ህዝቢ ኢኹም ትርእዩ ንዓኹም እዮም ዝከታተሉ ዘለዉ ናትኩም እዮም እቶም ፈለወራት ናተይ ኣይኮኑን ናይ ናይ ናይ እንታይ ድዩ መሲልካ ሕጂ ብዙሕ ሰብ ናትና ጽቡቕ ናትና ኩሉ ነገር ማለት ሰናይ ናህና ንሕና ኣብ ጽቡቕ ነገር ክንበጽሕ ገለ ዝደልዩ ሰባት ኣለዉ እንድዮም ብቕንዕና ኣለዉ ዋላ ብውሽጥን ገለ ይድውሉልካ ገለ ይዛረቡኻ ገለ እንታይ ኢኻ ትኾን ዘለኻ ገለ ይብሉኻ እዮም ይዛረቡኻ እዮም ሕጂ እቲ ዝገርመካ ነገር ግን ዲያና መብዛሕትኡ ግዜ ንዓይ ግዳይ እያ ትገብረኒ ኣነ ዝገርመኒ ነገርሲ ብቐዳማይ ዋላሲ ንኣብነትሲ ዲያና ከበሲ ዮርዳ ኢልካ ኢልያስ ወጽያ ገለስ ክትነብዕ ገለ ምስ ደለየት ትነብዕ ኣላ ሓዲኣን ሕማቅ ኣላ ገለ ገለ ኢሎም ኢልያስ ወጽየ ገለስ እናበኣ ይከይድ ኣሎክስ የእትውኒ ገለ ይብል ኣሎኩ ብሩር ኣነ ይሰደላ እምበር ኣይትሰደለይን እኮ እያ ዲያና እቲ ዝገርመካ ነገር ማለት እዩ እቲ ዝገርመካ ነገር ኣነ ሰደላ እምበር ዲያና ኣይትሰደለይን እያ ጠቅላሉ ጠቅላሉ ኣብ ናተይ ዙርያ ኣትዩ እሞ ናብ ዘብሎ የብሉን ዝብል ሓሳብሲ ኣብ ርእሳ ኣሎ ሚእቲ ፐርሰንት ትክክል ካኣ እሱ እዩ እቲ ሓቂ። ያብ የፍቅራ እየ እምበር ባርያ ናታ ክከውን ኣይደልን እየ ኣነ።
ኦከይ ናብ ናተይ እዩ ናብ ዘብሎ የብሉን ምሽ ብላ ኣለኩ ዳዊት ኣነ እዚ ካኣ ትፈልጦ ኢካ ንስካ። እወ ንስካ ግን ክትገብር ዝኮነ ነገር ክትገብር ኣይጽግመካን እዩ ምሽ
እንታይ ዝኮነ ነገር። ማለት እዚ ዝኮነ ነገርስ ክትገብር ትክእል ኢካ። ኣነ ዝሓስቦ ዘለኹ እምበር እንታይ እዩ ዝኾነ ነገር እቲ ዝኾነ ነገር ሲ እንታይ እዩ ብግልፂ እንደተዛረቢ ኦኬ ኣነ ሲ ዳዊት ናብ ዘብሎ የብሎ ንብል ኣለኹ ምሽ እዎ ንስኻ ግን ናብ ዝኾነ ክተብል ትኽእል ኢኻ
ኣነ ዶ ያ
ኣነ ፍቂረክ እምበር ናትክ ባርያ ክኸውን ደሊ ድያ ኣነ ፅቡቅ ይደልኹ።
ስለዚ ዝኾነ ነገር ክትገብርስ ትኽእል ኢኻ እዎ በቃ ግበሮ እንደሞ
ሪቀር እምባ እንታይ ኣብ ክብለካ ዘለኒ እስከ ንገረኒ እንታይ ክብለካ እንታይ ኣለኒ ኣለዱ ኣቲ ስቅ በሊ ባእ ስቅ በሊ በጃኺ ስቅ ስቅ ስቅ እዩ ግርማኺ ናህኪ ስቅ በሊ ስቅ ፕሊስ ስቅ በሊ ከምቲ ዓቅሊ ንገብሮ ንሕናሲ ከምቲ ዓቅሊ ናትኪ ዝውድኣኪ ከምቲ ንዓኺ ዓቅልኺ ዝውድኣኪ ንዓና ውን ዓቅልና ይውድኣና እዩ ሰባት ኢና ንሕና ከማኺ ማለት እዩ ዓስለ ዘለ ዲና ሓፍተይ ሕጂ እቲ ክገብር ዝብለኪ ዘሎ ብነጌቲቭ ኣይትረድዮ ክገብር ማለቱ ምስ ዝኾነ ከዕልል ክስሕቅ ክጻወትሲ ኣነ ውን መሰል ኣለኒ
ኣንታ ይግበሮ ይግበሮ። እወ ሕጂ ከምዚ ክከውን ከለኩ ግንሲ ኣነስ ኣብ ሂወተይ ኣንጊሰ ከለኩ ንምንታይ ክተቀኒ ኢዩ ዝብለኪ ዘሎ ብተዘ ሕጂ ምናልባት እቲ ናይ ቃላት ሽግር ክህሉ ይክእል ኢዩ ክስሕቅ ምስ ካልእ ሰባት ክጻወት ምስ ካልእ ኣዋልድ ምስ የሕዋተይ ከም ድሌተይ ንክጻወት ፍሪህ ንክከውንሲ ንምታይ ንዓይ ናጽነት ዘይትብኒ ምስ ኩስቶ ኣቲኻልክስ ኣይትሕረቂ ኣይትኾርይ እዩ ዝብለኪ ዘሎ ብተዘዋዋሪ ምክንያቱ እቲ እዚ ዘለኹሞ ሂወት ስለ ዝነበርኩ ኣነ በንጻሩ ክነግረካ ሶሪ ኮሊፈካ እምበር በንጻሩ ከማን ዝገርመካ ዮርዳ ትምጻእ ሲልቫና ትምጻእ ሓንቲ ትምጻእ ሰላም ትምጻእ መንደፍ ትምጻእ ኣነስ ጋቢለ ኣነስ ከምዚ እየ ድዩ ንዓይኒ ኣለትኒ ገለ ዝብል በንጻሩ እሳ ትዛረቦም ቃላት ዘይትፈልጥ እሳ ትብሎም ዘይትሪኦም ኣነ ዝብሎ በቃ ደቂቅ ነገራት እንዳ ጸብጸበት እንዳ በለት ተሳቅየኒ ንዓይሲ ንምንታይ ዕላማ እዩ ስለምንታይ እዩ ካብ ኩሉ ነገር ዋላ ካብ ንራኸባ ኣትሒዝካ ድዩ ገለ መታታት ኣትሒዝካ ድዩ።

ሕጂ ዮርዳ ትምጻእ ሓደ ትምጻእ ገለ ክትምጻእ ከኣ ናይ ዮርዳ ከኣ ጸወታ ምዃኑ ጆክ ምዃኑ ተራስን ከም ዘላ ስኢላ ትላገጽ ከም ዘላ እንዳ ነገርኩዋ እንዳ ኣረዳእኩዋ መዓረ ክንድኡ ዘኹርያን ዘሕርቓን እንድሕር ተሃልዩሲ እንታይ እሞ እዩ ትርጉም ዘለዎ እዚ ከምዚ ኢልካ እውን እኮ በይኻ እሞ ክትበጽሕ እንድሕር ሕራይ ሎሚ ስስኻ ዓሪቕካና ኣለኻ ጽባሕ ንግሆ ቆልዓን ገለን ምስ ወለድናኸ በይና ክንበጽሕ ከም እዚ ኢልካስ ኣበይ ክትበጽሕ ባይ ዘ ወይ ጋይስ ኣነ ዘረባ ክዛረብ ደልየ ኣለኹ ንሱ ከዓ ዮርዳኖስ ንዓይ ሓንቲ ነገር ኣይገበረትንን ጓል ከማያ ክትብድል ኣይደልያን እየ ንዳዊት ተፍቂራቶ ፃዕዳ ኣፅናሕዮም ትውሰዶ እሱ እውን ይውሰዳ በቃ እ፣ ንዮርዳኖስ ፅቡቅ ጌርካ ሓዝዮ ከይትብድልዮ ትክክል ኣፍቂርኪ ተኻናኽንዮ ባስታ። ሪቀ ኣለኹ ሕጂ የሕሪቃ ንዓይ ከጸርፋ ገለ ከዋርዳ ከምዚ ሕማቅ ክዛረባ ገለ እንድያ ትደሊ ዘላ ከምኡ ይብለክን ኣነ ዋላ ንዘላኣለም ተፈሊኪ እንተከድኪ ሕማቅ ክዛረበኪ ኢልኪ ድሕሰቢ እዚ ብጣዕሚ ኢኪ ሓደገኛ ክነግረኪ ማለት እዩ ሓደገኛ ኢኪ ኣነ ወጠጦ ወይ በጊዕ ተረኪበስ ኢለ ተጎቲተ ናብዚ ዝመጸት ጓል ክከይድ ማለት ዘበት እንድዩ ዘይሕሰብ እንድዩ።

ዲና ሓፍተይ እንታይ ኢልኪ ኣነሲ ንዮርዳ ነጊረያ ይብለኪ ኣሎ ኣግሂዱ ኣብ ቅድመኺ እዩ እውን ዛርብ ዘሎ ቅድሚ ጉዳይ ዝኹሉ ኣይኮነን ይንገራ ይንገራ ጉዳይ ኣይኮነን ናይ ኣቢ ኦኬ ደሓን እዚ ጽባሕ ክንዛረበሉ ኢና ግድን ክረኽበኩም እየ ሰላ ሓፍተይ ዝኾነ ሓሳብ ከይህልወኩም እሞ ንዓ ከይንኾልፈኪ እ፣ የቕሬታ ይሕዋት ምክንያቱ ተእትየኩም ክትገፊ ሓታይ ርእስቲ ዳትስዋይ ስቕ ኢለ ዘለኹ ሶሎ ሓፍተይ ዝኾነ ሓሳብ ከይህልወኩም ካብኡ ናብታ ናይታ ህጻን ክንምለስ ንእሽ ለይዋ ክንገብር ኣለና ከመይ ውዒልኩም
ኣምላኽ መስከን ሰናይ
መጀመርያ ከምዚ ሊኑ ዝበለቶ ጉዳይና ሰብ ክኣትው ኣይደልኒ ስለ ዝበለት ኣነ የኽብረላ ጉዳይ ኣይኣቱን ኣብናታ ጉዳይ ማለት እዩ ዴቫ ንዓኻ ዝዘርበከ ፍቐረኛ እንድሕር ኮንካ ማለት እዩ። ኣብ ናይ ውልቅኻ ደኣ እምበር ኣብ ናይ ፍርቅኹም- ፍቕርኩም ዘተኮረ ኣይኮነን። እሱ ናይ ክልቴኹም ነገር እዩ፣ ሰብ ክኣትዎ እውን ኣይደልን ነሳ
ማሽ ማሽ ተዛረብ ሰብ ንስኻ መጀመርያ ትፈልጥ ኢኻ ምሽ ብጣዕሚ ይፈትወካ የኽብረካ እየ ከም ሓወይ ማለት እዩ ብዙሕ ተፃዊትና ብዙሕ ነገር ብዙሕ ፅቡቅ ነገር ይሕልፍና ኣነ ኣብ ዝኾነ ነገር ኣብ ሕማቅ ደረጃ ይኹን ኣብ ዝኾነ ነገር ክትወድቅ ኣይደልን ክትጉዳእ እውን ኣይደልን ብሕማቅ ንከይትርድኦ ማለት እዩ ዝብለካ ነገር ድሓር ቅድም ቀዳድም ክብረትካ ባዕልካ ሓሉ እዚ ምስ ድኑ ዝተሓዝ ገለገለ ኣይኮንኩ ዝብለካ ዘለኹ መጀመርያ ሰብ ነብሱ የኽብር ንሰብ የኽብር ሰብ ነብሱ የፍቅር ንሰብ የፍቅር ሰብ ከመይ ኣቢሉ ንነብሱ ከየፍቀረ ንኻልእ ብጻዩ ከፍቅር ዝኽእል? ስለዚ መጀመርያ ንስኻ ክብርኻ ባዕልኻ ሓሉ እሺ። ክብርኻ ባዕልኻ ንክብርኻ ንመሰልካ ባዕልኻ ተጣበቕ። ሓደ ነገር ክመጻካ ከሎ እሺ እሺ ትብል ሓልፊ ክሓልፍ ይኮን ንብልና ግን ዘይሓልፍ ነገር ከኣ ኣሎ ዝሕልፈና ንዓና ማለት እዩ። ኣነ ኣብ ናይ ክልቲኹም ጉዳይ ኣይኣቱን ኣይምልከተንን እዩ ንሶም ከም ዝበለቶ ሰብ ክኣትወሎም ኣይደልን ግን ብክብርኻን በቲ ናትካ ነገር ት- ትኣምነሉ ትምክሓሉ በቃ ብሂወት ክሳብ ዘለኻ ክህልወካ ነገር እትደልዩ ነገራት ክመፅካ ካሉ ሰብ ግን ንመሰልካ ደው በል ባዕልኻ ንክብርኻ ማለት እዩ ካልኣይ ከዓኒ ኣድህቦ ካብ ሓደ ነገር ኣይትግበሮ ብዙሕ ነገር ብዙሕ ግዜ ብለካ እዛ ቃል እዚኣ ኣድህቦ ካብ ሓደ ነገር ኣይትግበሮ ኣደለትካ ወለድለውካ ፈተውትካ ኣለው እሶም ከታይ ይስምዖም ኢልካ ክትሓስብ ኣለካ ኣነ ከምዚ ዓይነት ደረጃ ወሪደ ከምዚ ኢለ በቲ ከይደ ክፃረፍ በቲ ከይደ ክፃረፍ በቲ ከምዚ ክብል በቲ ከምዚ ክብል ኣብ ሊቭ ኣቲኻ ከምቲ ዓንቶ ዘሎ ንበርካ ክትብል እንታይ ይስምዖም ኢልካ ከ ትሓስብ ኣለካ እሺ ንሕና ውን ፈተውትኻ ኣሕዋትካ ቀረብትኻ ስለ ዘለና እንታይ ኢሉ- እንታይ ይስምዖም በል ብዝያዳ ኣነ ናይ ቤተሰብካ ማለት እዩ ኣነ ኣይፈልጠካን እዮም ፅቡቅ ገይረ እ፣ በቲ ዓቅመ ዝፈልጠካ ግን ቅድም ቀዳድም ኣድህቦካ ኣብ ሓደ ነገር ኣይትግበር ዝብለካ ነዚ እዩ ኣነ ኣይትፋቅሩ ይብለኩም እለ ንሱ መሰልኩም ክትፋቀሩ ትኽእሉ ኢኹም ሓዳር ክትገብሩ ቆልዑ ትወልዱ እስከ ኩሉ ግዜ ከም መማሓሪ ክትህሉ ትምኒተይ እዩ ኣነ ሓንሳብ ኢደ ዘውፅኸን ነገር መልሲ ኣየቋማጣሉን እዩ ግን ኣብ ከባቢኻ ንዘሉ ሰባት እውን ክትሓስብ ኣለካ ፈታው ነብሲት ኩን እስኻ እኮ ብፍቕሪ ተበዲልካ ሰብ ጠሊምካ ጭጭልካ በኺኻ ሕማቕ ነገር ጌርካ እስኻ ጥራይ ጎንካ ትጉዳእ ልዕሊኻ ዝጉድእ ወለዲ ኣለውካ ልዕሊኻ ዝጉድእ ቤተሰብ ኣለውካ ልዕሊኻ ዝጉድእ ፈተውቲ ይዕሩኽ ኣለውካ ስለዚ ሓደ ነገር ክትገብር ከለኻ ንውልቅኻ ጥራይ ኣይትሕሰብ፣ ንከባቢኻ ሕሰብ። ከም ዝበልኩ ከዓ ድህቦ ካብ ሓደ ነገር ኣይትግበሮ። እዚ ነገር እዚ እንድሕር ገይረስ እንታይ ይፍጠር? እዚ ነገር እዚ እንድሕር ገይረስ ንዓይ ጥራይ ዶ ዝጎድእ? ንቤተሰበይ ከይጎድእ ዶ? ንኣሕዋተይ ከይጎድእ ዶ? ንዕሩኽተይ ከይጎድእ ዶ ኢልካ ክትሓስብ ኣለካ። ስለዚ እስኻ መጀመርያ ንክብርኻ ባዕልኻ ደው በል። ኣነ ከም ዝተረዳእኒ ሶሪ እምበር ዴቭ ሓወይ ከምዚ ትማል በቃ ከምዚ ስለ ዝበልካ ሓስኻ ንመሰልካ ዶ ዘይትብል እንዳጸረፈትካ ከምዚ ትብል ከምዚ ትብል ስለ ዝበልካ ጥራይ ኢኻ እስኻ ትርር ኢልካ ከምኡ ኮይኑ ይስምዓኒ ይቕሬታ ግበረለይ በቃ ከምኡ ስለ ዝበልካሲ ሕጂ ትርር ኢልካ በቃ ከምዚ ንዝኾነ ዘረባሲ ተኽ ኢልካ ተኽ ብተኽ ክትምልሰሉ ጀሚርካ እስኻ ግን ከምኡ ክትኮዶ የብልካ መጀመርያ ነብስኻ ኣብ ነብስኻ ክትተኣማመን ኣለካ ንክብረትካ ባዕልኻ ኢኻ ክትሕልዎ ትኽእል። ሰብ ገዛ ነብስኻ የኽብር ከመይ ገይሩ ኣነ ነደይ ከም ኣነ ነደይ ከኽብር ኣይክእልኒ መጀመርያ ነብሲ እየ ዘኽብር መጀመርያ ነብሲ እዩ ዘፍቅር ወዲ ሰብ ካልኣዩ ሽዑ ካብኡ ፍ- ነብሲ ምስ ኣፍቀረ ኢኻ ካብ ነብሲ ገርካ ንብፃይዎ ናታናቱ ሕርይቲ ከፍቅራ ዝኽእል ከኽብራ ዝኽእል ነብሱ ዝፈቱ ሰብ ነብሲ ኣይጎድእን እዩ ከምኡ እውን ኣፍቃሪቱ ክትጉዳእ ኣይደልን እዩ እታ ናቱ ዝብላ ጓል ክትጉዳእ ኣይደልን እዩ ስለዚ እስኻ ቅድም ቀዳድም ናትካ ነገር ናይ ጥዕናኻ ይኸውን ሊፍ ክትቅንስ ኣለካ መጀመርያ ርእዮ ኣብ ከምዚ ክብለካ ደለ ኣብ ቅድሚ ሰብ ግን ነብስኻ ርእዮ ቀኒስካ ኣለካ ብጣዕሚ ሂወትካ ንባዕልካ ምርሓ እዩ ጽቡቅ ጌርካ ኣይትመርሕን ኣይኮንኩን ክትርዶ ዘለካ ብሕማቅ ነገር ኣይኮንኩን ኩሉ ግዜ ዝመክረካስ ካብ ጽቡቅ ነገር ዝተበገሰ ወይ ካብ ሕውነት ኣብ ሕማቅ ነገር ክትወድቅ ስለ ዘይደለ መጀመርያ ደልድል ድል ኣነስ ድልው ድየ ንፍቅሪ ንሓዳር ንከምዚ ዘለኹ ናብራ ዝደልዩ ዘለኹስ ድልው ድየ ኢልካ ሕሰብ ትርር በል ትርር በል እዚኣ ስደጋግመ ከዳላ ሰር እምበሪ ትርር በል ክብለካ ከለኹ ነዚ ኾነ ነገር ከምዚ ምሽ ካብ ባዕልካ ይኾን ሰባት ምሽቲ ስኻ ከምዚ ስኻ ከምዚ ስኻ ከምዚ ስለ ዝበሉኻ በቃ ንሽዑ ንመሰልካ ደው ክትብል የብልካ ንሽዑ ቅድም ቀዳድማ ቀዲምካ ኢኻ ንባዕልካ ደው ክትብል ዘለካ ባዕልካ ማንም ሰብ ብክብርካ መፅኡ ከምዚ ክብለካ ከምዚ ክብለካ ከምዚ ክብለካ ኣይተፍቅድ ንነብስኻ ኣኽብራ ሳብ በቲ ናትካ ነገር ክመፀካ ከለካ እዚ ንምንታይ ክኸውን ኢልካ ትሓትት ስለዚ ዘረባ ከየብዝሓልኩም ከም ዝበልኩ ኣብ መንጎ ክልቲኤን ኣይትእቶ ስለ ዝበለት ናይ ክልቲኹም ኣይምልከተንን እዩ ኣነ እቲ ንዓይ ዝስማዓኒ ወይ ከተስተኻኽሎ ዘለካ ነገራት ከም ሓፍትኻ እየ ኣማኺረካ እግዚኣብሔር ያስምረልኩም መንፈስ ቅዱስ ይልኣኸልኩም ዝረባ ከየብዝሓልኩም ሕጂ እ፣ እታ ናይ ሓገዝ ጓል ተትኣቱ ተኺላ ጉዳዮም ባዕሎም የዕፅዎ ኣቢተይ
ቴንኪዩ ሰልየ ቴንኪዩ ቃ ዴቭ ማዕረ ስለ ዝተሰማዕከኒ ጸታ መጀመርያ ዝበልክዎም ሓሳብ ኢላትኩም ሪኢኽማ ንነብስኹም ጥራይ ኣይኮንኩም እትጉድኡ ኩሉ ሰብ ፈታዊኹም ካብቲ ዝደቐቐ ክሳብቲ ዝዓበየ ስለ ዝጉዳእ ንኹሉ ሕሰብሉ ኣብ ከምዚኣ ስፐሻሊ ጽቡቕ ጌርና ዲስካስ ክንገብረሉ ኢና እዚ ጽባሕ ሕጂ ነታ ቆልዓ ተምጻናያ እንታይ መስለኩም ወላ ሓንቲ ሰዓት ትኹን እንተሓገዝናያ ንዕለት ሰላሳ ሕክምና ኣለዋ ሕጂ ንክልቴኩም እየ ዝሓተኩም እዚኣ ኦኬ ተልኩም ኦኬ ኖ ተልኩም ኖ። ማሽ ማሽ ኣምፀያ ብሮየ።
ዲኑ ከ።
ኣብ ቤተይ ትምጻእ። ቅሳነት ስለ ድለይ እየ ክስሕበኪ እሞ ሜሪ ሓወይ እስከ በቃ ናይዛ ብሰላም ተወዲኣትልና ዘላ ጋብዞም ገለ ጥዕምቲ ዋላ ነቶም ኣብ ታሕቲ ዘለዉ።
ጠዋል።

ሓበሬታ ብል ኣቦ ከይንቑሖም Thank you ሚራ ዴቮ ትሰምዓለኻ ቡሬ